እቲ ግዜ ዓሰርተ ሓሙሽተ ክፍለ ዘመን እዩ። እቶም ጂኦግራፊ ፈልጥዮም ዝበሃሉ ኤውሮጳውያን ፈጠርቲ ካርታ ከይተረፉ ብዛዕባ ትስግር ኣትላንቲካዊ ውቅያኖስ ዘሎ ዓለም እኹል ሓበሬታ ኣይነበሮምን። ሓንቲ ንእሽተይ ድኻ ሃገር ግን ነቲ ዘፍርሕ ኣትላንቲካዊ ውቅያኖስ ንምስጋርን ንታሪኽ ዓለምን ደቂ ሰባትን ንምቕያር ሓደ ቅድሚኣ ዝኾነት ትኹን ኤውሮጳዊት ሃገር ጌራቶ ዘይትፈልጥ ሓድሽ ነገር ንምግባር ብቖራጽነት ተበገሰት። እቲ ዜጋታታ ታሪኽ ንምስራሕ ንጉዕዞ እትኾኖም መርከብ ሰሪሖም ናብ ውቅያኖስ ዝገስገሱሉ መበገሲ ስፍራ እዚ ትዕዘብዎ ዘለኹም ሕጂ ተረኺብናሉ ዘለና ወደብ እዩ። በቶም ኣብ ዝተፈላለዩ ዘመናት ዝገበርዎም ጉዕዞታት እውን ካብዚ ቦታ እዚ ተበጊሶም ዝናባዊ ጫካ ብራዚል እንዳተዓዘቡ ንወርቃውያን ገማግም ባሕሪ ኣፍሪቃ ንበይኖም ሓሊፎም ቀመማት ሃገረ ህንዲ ሸቲቶም ክሳብ ርሑቕ ምብራቕ ከባቢታት ጃፓን ተጓዒዞም እዮም። ካብ ጉዕዞኦም ክምለሱ እንከለዉ ግን ክሳብ'ቲ ዘመን እቲ ንኤውሮጳውያን ብዛዕባ ዓለም ዝነበሮም ውሱን ግንዛበ ዘስፍሐ ሓድሽ ካርታ ዓለምና ኣብ ኢዶም ሒዞም ነይሮም። ብድሕሪ'ዚ ግዜ ዓለም ነቲ ኣቐዲማ ዝነበረቶ ዓለም ክትመስል፣ ወዲ ሰብ ድማ ነቲ ኣቐዲሙ ዝነብሮ ዝነበረ ናብራ ክነብር ኣይከኣለን። ምኽንያቱ እቲ ሓድሽ ዝተረኽበ ካርታ ንኤውሮጳውያን ሓድሽ ዓለም ዝፈለጡሉ ብስራት ዓወት እንክኸውን ነቲ ዝተረፈ ክፋል ዓለም ግን በሰልኡ ክሳብ ሎሚ ዘይሓወየ ባዕዳዊ መግዛእቲ ኤውሮጳውያን ከምእውን ናይ ስግር ኣትላንቲክ ንግዲ ባርነት ንኸስፋሕፍሕ መሰረት ዘንበረ ኣብ ዓለምና ሓደሽቲ ሰፈራታት ኤውሮጳውያን ንኽፍጠሩ ምኽንያት ዝኾነ ጉዕዞ እዩ ነይሩ። እታ ታሪኽ ደቂ ሰባት ከም ብሓድሽ ንኽጸሓፍ፣ ካርታ ዓለምና ድማ ደጊሙ ንኽስመር፣ ዓበይቲ ሃገራት ኤውሮጳ ድማ ንተመሳሳሊ ዳህሳስ ንኽብገሳ ምኽንያት ዝኾነት ንእሽተይ ሃገር ፖርቱጋል እያ እትበሃል። ኣይትገረሙ፣ ንኹለን ዓበይቲ ሃገራት ኤሮጳ ቀዲማ ናይ ስግር ባሕሪ ግዝኣት ዝመስረተት ክሳብ ሎሚ ኣብ ኣርባዕተ ኣህጉራት ዝዝረብ ቋንቋ ዘለዋ ብጽላት ቱሪዝምን ኩዕሶ እግርን ግኑን ስም ዘለዋ ሃገር ፖርቱጋል እያ። ብኸመይ ደኣ ንእሽተይ ሃገር ክትበሃል ክኢላ ምስ እትብሉ ብኣብነት ኣሰኒና ክንገልጸልኩም። ፖርቱጋል ቴስዓን ክልተን ሽሕ ትርብዒት ኪሎሜተር ስፍሓት ዘለዋ ሃገር እያ። ምስታ ሚእትን ዓሰርተ ሸውዓተ ሽሕን ሽዱሽተ ሚእትን ትርብዒት ኪሎሜተር ስፍሓት ዘለዋ ኤርትራ ምስ እነወዳድራ ኣዝያ ትንእሳ። ፖርቱጋል እምበኣር ማዕረ ክንድዚ ንእሽተይ ሃገር እያ። እዛ ንእሽተይ ሃገር እያ ድማ ታሪኽ ዓለምን ደቂ ሰባትን ንኽቕየር መበገሲት ምኽንያት ዝኾነት እዚ ሕጂ ዘለናሉ ቦታ በዓል ቫስኮ ዳጋማ ንዓለም ንምድህሳስ ምስ ተበገሱ መንቀሊኦም ዝገበርዋ ታሪኻዊት ኣብ ወደብ እትርከብ ሰፈርያ ቤለም እያ ትበሃል ኣብ ርእሰ ከተማ እታ ሃገር ዝኾነት ከተማ ሊዝበን ድማያ ትርከብ እዚ እትዕዘብዎ ዘለኹም ሓወልቲ ድማ ኣብ ቤለም ዝርከብ ፖርቱጋላውያን ዳህሰስቲ ንዘመዝገብዎ ዓወት ንምዝካር ተባሂሉ ዝተሃንጸ'ዩ። እቲ ካብኡ ብዙሕ ከይረሓቕካ መንገዲ ተሳጊርካ ጥራይ ዝርከብ ገዳም ጀረኒሞስ ዝተሃንጸሉ ስፍራ ድማ ቫስኮ ዳጋማ ነቲ ናብ ህንዲ ዘካየዶ ጉዕዞ ቅድሚ ምጅማሩ ምስ መጓዓዝቱ ነታ ለይቲ ብጸሎት ዘሕለፈላ ንእሽተይ ቤተ ክርስትያን ዝነበረትሉ ቦታ'ዩ። ካብ ቤለም ነቲ መለለይኣ ዝኾነ ፓስተ ዴ ቤለም እንዳ በላዕና ኢና ክንወጽእ ናብ ፖርቱጋል ተጓዒዝኩም ነቲ ፓስተ ዴናታ ተባሂሉ ዝጽዋዕ ምቁር ፓስተ ቀሚስኩሞ ትፈልጡ እንተደኣ ኮንኩም ምስ ፓስተ ዴቤለም ካብ ናይ ኣስማት ፍልልይ ወጻኢ ዝፈላሊ ዘይብሎም ተመሳሰልቲ እዮም ካብ ቤለም እምበር ካብ ከተማ ሊዝበን ግን ኣይወጻናን ዘለና። ሊዝበን ከም መብዛሕትኣን ዓበይቲ ከተማታት ኤሮጳ ርእይ ምስ ኣበልካያ ኣብ ፍቕራ እተጥሕል ዓይነት ከተማ ኣይኮነትን። ኣብ ገጻ ናይ ዘመናት እርጋንን ድኻምን ዝንጸባረቐላ፣ ናይ ጥንታዊ ዘመን ተዘክሮታት ዝሕደሰላ፣ ምስጢራታ ትዕግስቲ ገይሮም ከንብብዋን ክፈልጥዋን ንዝደልዩ በጻሕቲ ጥራይ እትገልጽ፣ ህድእቲ ግን ከኣ ጽብቕቲ ከተማ'ያ። ኣብ ጎቦታት ዝተመስረተት ሊዝበን፣ ዝወርዱን ዝድይቡን ጽርግያታት ዝበዝሕዋ፣ ቁልቁለትን ዓቐበትን ዝበራረዩላ ምዃና፣ ምስታ ከተማ ኣብ ቃልሲ ከም ዝኣተኻ ዝቑጸር፣ ነቶም ነዋሕቲ ደረጃታታ ምውራድን ምድያብን ኣካል ዕለታዊ ህይወት ነበርታ'ዩ። ኣብ ጎቦታት ዝተደኮነት ከተማ ምዃና ግን ካልእ ዕድል'ዩ ክፈጥረላ ተራእዩ። ብኣጸዋውዓ ሃገርና እምባ ደርሆ ዝበሃሉ ኣብ በረኽቲ ቦታታት ኴንካ ከተማ ክትዕዘበሎም እትኽእል ስፍራታት መለለዪታት ከተማ ሊዝበን እዮም። ብፍላይ ሚራ ደሮ ዴ ሳንታ ካታሊና ኣብ ጫፍ ክፋል'ታ ከተማ ኴንካ ናብ ፈለግ ታገስ ንምዕዛብ ብዙሓት ዝመርጽዎ ስፍራ'ዩ። ሕምብርቲ ከተማ ሊዝበን ኣልፋ ማይ ዝበሃል ጥንታዊ ጥራይ ዘይኮነ ታሪኻዊ ሰፈር እውን እዩ። ሊዝበን ንጣልያናዊት ከተማ ሮማ ከይተረፈ ቀዲማታ ዝተመስረተት ጥንታዊት ከተማ ዋላ እኳ እንተኾነት ብሰንኪቲ ኣብ ሽሕን ሸውዓተ ሚእትን ሓምሳን ሓሙሽተን ዓመተ ምህረት ዝተኸስተ ምንቅጥቃጥ ምድሪ ሱናምን ባርዕ ሓውን ግን መብዛሕትኡ ጥንታዊ ክፋልታ ከተማ ኣነዮ። ካብቲ ኣዝዩ ዘስካሕክሕ ተፈጥሮኣዊ ሓደጋ ብዘይ ዝኾነ ይኹን ዕንወት ዝተረፉ ውሑዳት ቦታታት እታ ኣብ ጎቦ ዝተመስረተት ሰፈር ኣልፋማ ሓንቲ'ያ። እቲ ናይ ማእከላይ ዘመን ትርኢታ፣ ዝኣረጉ ህንጻታታ፣ ጸበብቲ ጽርግያታታን እቲ ካብ መብዛሕትኣን ስፍራታት ሊዝበን ዝፈልያ ማሕበራዊ ህይወታን ድማ በዚ ምኽንያት ዝመጸ ምዃኑ'ዩ ዝእመን። እቲ ኣብ ግዜ ምሸት ካብ ጸበብቲ ጎደናታት እታ ሰፈር ዝስማዕ ፉዶ ዝተሰምየ ሙዚቃ ከኣ ንሓደ ፈጺሙ ክምለስ ዘይክእል ሰብ ከብ ምንፋቕ ነዊሕ ጉዕዞ ንምክያድ ንዝኸዳ መራኽብ ከም ምጽባይ ዓይነት ብኻልእ ቋንቋ ንኽትርጎም ብዘጸግሞ ሳውዳድ ብዝበሃል ፍሉይ ስምዒት ዝተመልኣ'ዩ ይብሉ ተዛረብቲ ቋንቋ ፖርቱጋል። ባይሻ ኣንጻር ኣልፋማ'ያ ኢልካ ክትገልጻ እትኽእል ሰፈር'ያ። ኣብቲ ምንቅጥቃጥ ምድሪ ዘጋጠመሉ ግዜ ምሉእ ብምሉእ ዓንያ ከም ብሓድሽ ዝተሃንጸት፣ ኣብ ታሪኽ ፖርቱጋል ንመጀመርታ ግዜ ምንቅጥቃጥ ምድሪ ክጻወሩ ዝኽእሉ ኣባይቲ ዝተሃንጹላ ሰፈር'ያ። ኣብ ጥንታውያን ጎደናታት ሊዝበን ንግሆ ብነበርቲ ኣብ ግዜ ቀትሪ ድማ ብበጻሕቲ ዘዕለቕልቑ ጥንታውያን ትራማት ክትርኢ እትኽእል። እዘን ትራማት እቲ ቀጢን ስፍሓተን ኣብቲ ጸቢብን ዓቐበት ዝመልኦ ጎደናታት ሊዝበንን ብቐሊሉ ክጓዓዛ ስለ ዝሕግዘን ንነበርቲ ቀንዲ ኣማራጺታት መጓዓዝያ እየን። መጠነን፣ እቲ ኣብ ጥንቲ ግዜ ካብ ዕንጨይቲ ዝተሰርሐ ውሽጣዊ ክፋለንን ፍሉይ ሕብረንን ድማ ገለ ካብቲ ተፈተውትን መስሕብ በጻሕትን ዝገብረን እዩ። ሊዝበን ወርቃዊት ከተማ'ያ። እቶም ብጻዕዳ ኖራ ዝተሃንጾ ህንጻታታ ምስቲ ብማዕዶ ፈለግ ታጎስ ዝንጸባረቕ ጸሓይ'ታ ከተማ ተደሚሩ ነታ ከተማ ወርቂ ክትመስል ካብ ዝገብራ'ዩ። ሊዝበን ሓንቲ ካብተን እቲ ፍሉጥ ገጸ ባህሪ ጄምስ ቦንድ ክፍጠር ምኽንያት ዝኾና ከተማታት'ያ። ኣብ ግዜ ካልኣይ ኲናት ዓለም ፖርቱጋል ገለልተኛ ሃገር ምንባራ ንሊዝበን መነሃርያ ኤውሮጳውያን ሰለይትን ዲፕሎማሰኛታትን ክትከውን ኣኽ ኢልዋ ነይሩዮ። እቲ ኣብቲ ግዜ ኣብ ከተማ ሊዝበን ዝነበረ ምስጢራዊ ሃዋሁ፣ ንደራሲ ጄምስ ቦንድ ኢያን ፍለሚንግ ውሩይ ገጸ ባህሪ ንኽፈጥር ድርኺት ኣሕዲሩሉዮ። እቲ ነቲ ኣብ ካሊፎርንያ ዝርከብ ጎልደን ብሪጅ ዝመስል ድልድል ሚያዝያ ዕስራን ሓሙሽተን፣ ነቲ ኣብ ሪዮ ዲ ጀኔሮ ዝርከብ ሓወልቲ ክርስቶስ ዝመስል ክሪስቶሬ፣ ታሪኻዊ ግምቢ ቤለም ኣደባባይ ንግዲ ዝኾነን ምሸታዊ ህይወት ዝደምቀሉን ጥንታዊ ሰፈር ባርዮ ኣልቶ ገለ ካብቶም ኣብ ከተማ ሊዝበን ዝርከቡ ክብጽሑ ዘለዎም ቦታታት እዮም። ነዛ ብዓይኒ በጻሕቲ ርኢና ዝፈተናያ ሊዝበን ነበርቲ ኮይና ምስ እንርእያ እቲ ብቐዳምነት ዘጋጥመና ኣብታ ከተማ ዘሎ ክብሪ መነባብሮ'ዩ። ክብሪ መነባብሮ ሊዝበን ካብ መብዛሕትኣን ዓበይቲ ከተማታት ኤውሮጳ ዝንእስ እኳ እንተኾነ፣ እቲ ኣብታ ከተማ ንሰራሕተኛታት ዝኽፈል መጠን ደሞዝ ማዕረ ማዕሪኡ ትሑት ብምዃኑ ግን ተወሊዶም ዝዓበዩላ ዜጋታት ከይተረፈ ክብሪ መነባብሮ እታ ከተማ ኣጸጊምዎም ካብቲ ተወሊዶም ዝዓበዩሉ ማእከል ከተማ ብምውጻእ ናብ ጫፍ ክፋል'ታ ከተማ ንኽግዕዙ'ዮም ተገዲዶም። ይኹን'ምበር ሊዝበን ልዕሊ ኩለን ዓበይቲ ከተማታት ኤውሮጳ ሰለማዊት፣ ስሩዕ ኣገልግሎት መጓዓዝያ ዘለዋ፣ ሓያል ማሕበራዊ ህይወት ዝረኣየላ ብቐሊሉ እትፍቶ ከተማ'ያ። ፖርቶ ማለት ዶሮ፣ ዶሮ ማለት ድማ ፖርቶ'ዩ። ምኽንያቱ መልክዕ'ታ ከተማ ዕቤታን ህይወት ነበርታን ከይተረፈ ምስ ደሮ ዝተዛመደ እዩ። ደሮ ማለት እቲ ንፖርቶን ጋያን ኣብ ክልተ ከፊሉ ናብ ኣትላንቲካዊ ውቅያኖስ ዝፈስስ ውሩድ ፈለግ እታ ከተማ እዩ። ኣብ ደሮ ኮይንካ ንላዕሊ ገጽካ ግልጽ ምስ እትብል ነቲ ስም ፖርቶ ብዝተጸውዐ መጠን ናብ ኣእምሮ ብዙሓት ሰባት ዝመጽእ ድልድል ዶም ሉዊስ ኣማዕዲኻ ክትዕዘቦ ትኽእል። እቲ ድልድል ኣብ ላዕሊ ንፖርቶን ጋያን ዘራኽብ ናይ መጓዓዝያን እግረኛን መንገዲ ኣብ ታሕቲ ድማ ናብ ገማግምቲ ፈለግ ዝወስድ መውረዲ ዘለዎ እዩ። ፀሓይ ክሳብ ትዓርብ ተፀቢኻ ነቲ ድልድል ምስ እትሰግሮ ንጥንታዊ ሰፈር ፖርቶ ሪቤራ ብወርቃዊ ብርሃን ወቂባ ክትሪኣ እትኽእል እታ ኣብ ማዕዶ ፈለግ ዶሮ እትርከብ ቪላ ኖቫ ዴ ጋያ ተባሂላ እትጽዋዕ ሰፈር ድማ ፍሉጥ ዋይን ዝሽየጠላ ሰፈር እያ። እቲ ዝሕሉን ርጥበት ዘለዎን ኩነታት ኣየራ፣ ወይኒ ንኸተፍርየሉ ምቹእ ብምዃኑ፣ ካብ ጥንቲ ግዜ ጀሚሩ ኣብ ስንጭሮታት ዶሮ ዝፈረዩ ወይንታት ብጀላቡ ተጓዒዞም ኣብ መኻዚኖታት ጋያ ንዓመታት ድሕሪ ምጽናሕ፣ ተዓሺጎም ናብ ዕዳጋታት ዓለም ይለኣኹ። እቶም መኻዚኖታት ክሳብ ሎሚ ንበጻሕቲ ክፉታት ኰይኖም፣ ወይኒ ናይ ምቕማስ ፕሮግራማት ዝካየደሎም ኣብታ ከተማ ካብ ዘለዉ መስሕብ በጻሕቲ ዝዀኑ ቦታታት ብቐዳምነት ዝጥቀሱ እዮም። ኣብ ዓለም ካብ ዘለዉ ንኽትርእዮም ግሩማት ዝበሃሉ ቤት ንባብ ሓደ ዝዀነ ላይብረሪ ሌሎ ድማ ኣብ ፖርቶ ካብ ዝርከቡ ፍሉጣት ስፍራታት ሓደ'ዩ። ብዙሓት ሰባት ነዚ ቤት ንባብ ምስ ዓለም ሃሪ ፖተር የተኣሳስርዎ'ዮም። ደራሲ ሃሪ ፖተር ዝኾነት ጀይ ከይ ሮሊን ኣብ ከተማ ፖርቶ መምህር ቋንቋ ኢንግሊዝ ኮይና ትሰርሕ ኣብ ዝነበረትሉ ግዜ ናብቲ ቤት ንባብ ወትሩ ትኸይድ ስለ ዝነበረት እቶም ምዕሩጋት ደረጃታት እቲ ቤት ንባብ ታሪኽ ሃሪ ፖተር ንኽትፈጥር ድርኺት ፈጢሩላ ክኸውን ከም ዝኽእል'ዩ ዝግመት። ነበርቲ ፖርቶ ትሪፔሮስ ብዝብል ቅጽል ስም'ዮም ዝፍለጡ። ተመገብቲ ኣብ ከብዲ ዝርከቡ ነገራት ማለት ድማ'ዩ። ኣብቲ ፖርቱጋል ንዓለም ትድህስሰሉ ዝነበረት መበል ዓሰርተ ሓሙሽተ ክፍለ ዘመን፣ ነበርቲ ከተማ ፖርቶ ነቲ ጽቡቕ ክፋል ስጋ ከብቲ ነቶም መርከበኛታትን ዳህሰስትን ብምሃብ ንሳቶም ከም ጨጎራ ዝኣመሰለ ናይ ውሽጢ ከብዲ መግቢ ይምገቡ ከም ዝነበሩ'ዩ ዝንገር እቲ ካብ ጨጎራ ዝዳሎ ትሪፓሽ ሞዶ ዶ ፖርቶ ተባሂሉ ዝጽዋዕ መግቢ ድማ ክሳብ ሎሚ ብነበርቲ ፖርቶ ተፈታዊ መግቢ'ዩ። ኣስታት ክልተ ሚእትን ሰላሳን ሽሕ ነበርቲ ዘለዋ ፖርቶ በቲ በረከት ኣታንቲካዊ ውቅያኖስ ዝኾነ ኣብ ፍሓም ተጠቢሱ ዝሽየጥ ናይ ሳርዲን ዓሳ'ውን ትፍለጥ'ያ። ኣብ ፖርቶን ከተማታት ፖርቱጋልን ኣብ እትዛወረሉ ግዜ ካብ ቤተ ክርስቲያን ክሳብ መንበሪ ኣባይቲ፣ ካብ መደበራት ባቡር ክሳብ ንኣሽቱ ሻሂ ዝሽየጠለን ኣባይቲ ኣዙሌጆ ብዝበሃሉ ሰማያዊ ዝሕብሮም ስእልታት ኣጊጾም ክትዕዘቦም ትኽእል። መብዛሕትኡ ግዜ ሰማያውን ጻዕዳን ሕብሪ ዘለዎም ኣዙሌጆ መበቆሎም ካብ ናይ ዓረብን እስልምናን ጥበብ ዝተቐድሐ ኮይኑ፣ ንኣባይቲ ግሩም ትርኢት ንምልባስን ካብ ውቅያኖስ ንዝመጽእ ጨዋም ርጥበት ንምክልኻልን ይሕግዙ። ካብ ከተማ ሊዝበን ሰላሳ ኪሎ ሜተር ንሸነኽ ምዕራብ ምስ እትጉዓዝ፣ ነታ ኣብ ጎቦ ዝተደኮነት፣ ብግመ ዝተሸፈነት፣ ንነገስታትን ሰብ ጸጋን ፖርቱጋል ንዘመናት ዝኣክል ናይ ወርሒ ሓጋይ ግዜኦም ዘሕልፉላ መዕረፊት ዝነበረት ሲንትራ ዝተባህለት ኣደናቒት ከተማ ንረክብ። እቲ ምቹእ ኵነታት ኣየራን ልሙዕ ጎቦታታን ከምኡውን እቲ ኣብ ዝባን እታ ከተማ ዘውዲ ደፊኡ ዝረኣ ቤተ መንግስቲ ፌና ንከተማ ሲንትራ ፍሉይ ትርኢት ካብ ዘላብስዋ እዮም። ብፍላይ ድማ እቲ ብብጫ፣ ቀይሕን ሰማያውን ሕብርታት ዝደመቐ ቤተ መንግስቲ ፌና ናይ ከተማ ሲንትራ ፃንሖትካ ፈፂሙ ዘይርሳዕ ክገብሮ ዝኽእል እዩ። እቲ ኢኒሺዬሽን ዌል ተባሂሉ ዝጽዋዕ ምስ ምስጢራውያን ነገራትን ስርዓታትን ይተኣሳሰር ይኸውን እዩ ተባሂሉ ዝእመነሉ ብትሽዓተ ዝዙርያኦም ደረጃታት ንታሕት ዝወርድ ዓሚቕ ጉድጓድ ዘለዎ ስፍራ ድማ ንምስጢራውነት ሲንትራ መሊሱ ዘጉልሕ እዩ። ካብዚ ብዙሕ ከይረሓቕካ ከኣ ቅድሚ ሽሕን ክልተ ሚእትን ዓመታት ብዓረባውያን ዝተሃንጸ ጥንታዊ ግምቢ ኣብ ማእከል እቲ ጎቦ ተኾዲሙ ክትሪኦ እትኽእል። ነባሪ ከተማ ሊዝበን ምስ እትኸውን ወይ ድማ ብኣጋጣሚ ናብ ከተማ ሊዝበን ምስ እትመጽእ፣ ዋላ እውን ንሓንሳብ ናብ ከተማ ሲንትራ ዘወር ምባል ካብ ተፈጥሮኣዊ ጽባቐን ንጉሳዊ ስምዒትን ፖርቱጋል ገለ ከም ምቕማስ ዝጥዕም ፍሉይ ስምዒት ዘለዎ እዩ። ሕጂ ቁጥዐ ኣትላንቲካዊ ውቅያኖስ ንምርኣይ ናብ ገማግም ባሕሪ ናዛሪ ኢና ኣቕኒዕና ዘለና። እቶም ኣብ ወርሓት ክረምቲ ኣብ ገማግም ባሕሪ ናዛሪ ዝርኣዩ ማዕበላት ክሳብ ሰላሳ ሜትሮ ብራኸ ዘለዎ ዓቢ ናይ ማይ ጎዳጉዲ'ዮም ዝፈጥሩ። ኣብቲ ብማዕበላት ዝንቀጠቐጥ ገማግም ባሕሪ ናዛሪ ደው ምባል ኣብ ቅድሚ ተፈጥሮኣዊ ሓይሊ ወዲ ሰብ ማዕረ ክንደይ ንእሽተይ ፍጡር ምዃኑ ኣጉሊሑ እዩ ዘርእየካ። ኣብ ማእከልዚ ኣዝዩ ሓደገኛ ማዕበል ብምእታው ሰርፍ ዝገብሩ ሰባት ምዕዛብ ድማ ወዲ ሰብ ኣንጻር ተፈጥሮ ክሳብ ምግጣም ዝበጽሕ ኣዝዩ ልዑል ድፍረት ዘለዎ ፍጡር ምዃኑ ከም እንምስክር ይገብረና። ፋጢማ ዓመታዊ ልዕሊ ሽዱሽተ ሚልዮን በጻሕቲ ዝበጽሕዎ ገለ ገለ ተንበርኪኾም ዝኣትዎ ኣብ መላእ ዓለም ብዘለዉ ተኸተልቲ እምነት ካቶሊክ ቅዱስ ተባሂሉ ዝግለጽ ስፍራ እዩ። መበገሲኡ ኣብ ቀረባ ዘመን ካብ ዝተፈጥረ ታሪኽ እዩ። ኣብ ግንቦት ሽሕን ትሽዓተ ሚእትን ዓሰርተ ሸውዓተን ዓመተ ምህረት ኮባዲ ኤርያ ኣብ ዝተባህለ ከባቢታት ፋጢማ ሰለስተ ህጻናት ጓሶት ዘይንቡር ራኢ ከም ዝረኣዩ ንወለዶም ነገሩ። እቶም ህጻናት ከም ዝሓበርዎ እንተኾይኑ ሓንቲ ልዕሊ ጸሓይ እተብርህ ጻዕዳ ክዳን ዝለበሰትን ኣብ ኢዳ መቑጸርያ ዝሓዘትን ሰበይቲ ከም ዝተገለጸትሎም ንዝመጻ ሽዱሽተ ተኸታተልቲ ኣዋርሕ ኣብ መበል ዓሰርተ ሰለስተ መዓልቲ ናይ ነፍሲ ወከፍ ወርሒ ኣብቲ ዝረኣይዋ ቦታ ንኽትረኽቦም ከም ዝቖጸረቶም ኣብታ ናይ መወዳእታ መዓልቲ ቆጸራ ድማ ኣብቲ ቦታ ዝርከብ ኩሉ ሰብ ክርእዮ ዝኽእል ፍሉይ ክስተት ከም ዝፍጠር ከም ዝነገረቶም ኣረድኡ። እታ መዓልቲ ቆጸራ ዝተባህለት ዓሰርተ ሰለስተ ጥቅምቲ ሽሕን ትሽዓተ ሚእትን ዓሰርተ ሸውዓተን መጸት። እቲ ሓበሬታ ናብ ብዙሓት ሰባት በጺሑ ስለ ዝነበረ ብዝሖም ክሳብ ሚእቲ ሽሕ ዝበጽሕ መእመናን ጋዜጠኛታትን እዚ ነገር ሓሶት ጥራይ'ዩ ክኸውን ዝኽእል ዝብሉ ተጠራጠርትን ድማ ኣብቲ ቦታ ተኣከቡ። እዚ ኣብቲ እዋን ብዝነበሩ ጋዜጠኛታት ዝተሓበረ ብስእልታት ተሰንዩ ኣብ ጋዜጣታት ዝወጸ ሓበሬታ'ዩ። እቲ ኣብታ ዕለት ኮይኑ ተባሂሉ ዝእመነሉ ክስተት ድማ ተኣምር ፋጢማ ተባሂሉ ይጽዋዕ። እቶም ኣብቲ እዋን'ቲ ዝወጹ ጋዜጣታትን ኣብቲ ስፍራ ዝተረኽቡ ብዙሓት ሰባትን ኣብ ሰማይ ዝኾነ ዘይንቡር ነገር ከም ዝረኣዩ'ዮም ሓቢሮም። ነቲ ክስተት ንብዙሓት ዓመታት ክትምርምሮ ዝጸንሐት ቤተ ክርስቲያን ካቶሊክ ድማ ብሽሕን ትሽዓተ ሚእትን ሰላሳን ዓመተ ምህረት እታ ነቶም ህጻናት ጓሶት ዝተገልጸትሎም ሰበይቲ ድንግል ማርያም ከም ዝነበረት ብወግዒ ኣፍልጦ ሃቡ። ኣመንቲ ነቲ ነገር ንኽኣምኑሉ ድማ ፈቐደት። ካብቲ ግዜ እቲ ጀሚሩ ድማ ፋጢማ ኣብ ዓለም ካብ ዘለዉ ዓበይቲ ናይ ካቶሊክ ስፍራታት መንፈሳዊ ጉዕዞ ሓንቲ ክትከውን ከኣለት። ካብ ከተማ ሊዝበን ኣስታት ሽሕን ኣርባዕተ ሚእትን ኪሎ ሜተራት ርሒቕካ ኣብ ማእከል ኣትላንቲካዊ ውቅያኖስ ካልእ ፖርቱጋል ኣላ። እዚ ቦታ ግን ካብቲ ቀንዲ መሬት ፖርቱጋል ኣዝዩ'ዩ ዝፍለ። መግቢ የዒንቲ ዝኾኑ ቦታታት፣ ካብ ሰማየ ሰማያት ንቑልቁል ዝፈሱ መንጫዕጫዕታታት ደረቶም ናብ ጸሓይ ኣጠሚቶም ኣብ ማእከል ጎቦ ዝደቀሱ ቀላያት ነቲ ሰፊሕ ውቅያኖስ ብኣግርሞት ዝዕዘብዎ ዘለዉ ዝመስሉ ጎቦታት ብሓጺሩ ኣብዚ ቦታ እትርእዮ ነገር ኩሉ መንፈስካ ዘዕርፍ ቀልቢ ዝስሕብን ሰላም ዝህብን እዩ። እዚ ቦታ ደሴት ኣዞሪስ እዩ። ኣዞሪስ ምድረ እሳተ ጎመራ እትተፍኣሉ፣ ውቅያኖስ ማዕበል ተቐይሩ ቁጥዐኡ ዝገልጸሉ፣ ተፈጥሮ ኩሉ ዝርካቡ ጽባቐ ዘፍስሰሉ ብሰለስተ ርእሰ-ምምሕዳራውያን ደሴታት ዝቖመ ቦታ'ዩ። ፖርቱጋል ናይ ስግር ባሕሪ ግዝኣታት ድሕሪ ምምስራታ ካብ ርሑቕ ምብራቕ ቀመማት፣ ካብ ኣፍሪቃ ወርቂ፣ ካብ ብራዚልን ደሴታት ካሪብያንን ድማ ሽኮር ጽዒነን ንዝሓልፋ መራኽባ ኣብ ደሴት ኣዞሪስያ ከም ዘዕርፋት ትገብረን ነይራ። ብፍላይ ድማ እታ ኣብ ደሴት ተርሴራ እትርከብ ጥንታዊ ወደባዊት ከተማ ኣንግራ ኣብ 16 ክፍለ ዘመን ዓለም ለኻውያን መራኽብ ንግዲ ዝራኸባላ ከተማ እያ ነይራ። ነቲ ከተማ ኣንግራ ኣብ ጥንቲ ዘመን ዝነበራ ግኑን ስም ዝምስክሩ ውቁባት ህንጻታታ ካብ 1983 ዓ ም ጀሚሩ ኣብ መዝገብ ቅርሲ ዓለም ዩኔስኮ ዝተመዝገቡ እዮም። ደሴታት ኣዞሪስ ንዘመናት ናይ ዓሳ ነባርን ዶልፊንን ሃድን ዝካየደሎም ስፍራታት እዮም ነይሮም። ሎሚ ሎሚ ቁጽሮም ኣዝዩ እንዳወሓደ ብምኻዱ ግን እቲ ዝካየድ ዝነበረ ሃድን ብሕጊ ተኸልኪሉ በጻሕቲ ብጀላቡ ጉዕዞ ብምግባር ጥራይ ካብ ርሑቕ ዝዕዘብዎን ልዑል ክትትል ዝግበረሉን ክኸውን ክኢሉ። ደሴታት ኣዞሪስ ናይ ምዕራብ ኤውሮጳ ገጠራዊ ህይወት ብልዑል መጠን ዝረኣየሎም ኣከባቢታት እዮም። ንጸባ ዝኾና ከብቲ ምርባሕ፣ ጸባን ውጽኢት ጸባ ምሻጥን ድማ ቀንዲ ምንጪ ቁጠባ'ታ ደሴት እዮም። በዚ ምኽንያት ኣብ ገለገለ ክፋል ናይተን ደሴታት ካብ ናይ ሰባት ናይ ከብቲ ቁጽሪ ከም ዝበዝሕ እዩ ዝንገር። ካብተን ትሽዓተ ደሴታት ኣዞሪስ ብመጠን እታ ዝዓበየት ደሴት ሳኦ ሚጌል እያ እትበሃል። እቶም ወትሩ ብበጻሕቲ ዝብጽሑ ክልተ ንኣሽቱ ቀላያት እዛ ግዝኣት ከኣ ኣብዚ'ዮም ዝርከቡ። ዋላ ደኣ ሳይንስ ብእሳተ-ጎመራ ምኽንያት ዝተፈጥሩ'ዮም ዝብል እንተኾነ፣ ነበርቲ እቲ ከባቢ ግን ብዛዕባ ኣፈጣጥራ ናይቲ ቀላይ ካልእ ኣፈ-ታሪኽ'ዩ ዘለዎም። ኣዝዮም ዝፋተዉ ዝነበሩ ሓንቲ ልእልትን ሓደ ጓሳ ሓላዊ ኣባጊዕን እቲ ንጉስ ወይ ድማ ኣቦ'ታ ልእልቲ ንፍቕሮም ስለ ዘይተቐበሎ፣ ኣብዚ ቦታ ኮፍ ብምባል ዝርንዛሕ ነበዑ። እዞም እትዕዘብዎም ዘለኹም ማንታ ቀላያት ድማ እታ ሓንቲ ናይታ ልእልቲ ክትከውን እንከላ እታ ካልኣይቲ ድማ ናይቲ ጓሳ ሓላው ኣባጊዕ'የን ብምባል ድማ ይኣምኑ። ብርግጽ ኣፈ ታሪኽ'ዩ። እታ ኣብ ማእከላይ ክፋል ሳኦ ሚጌል እትርከብ ፉርናስ እትበሃል ሰፈር ድማ ብምንቅስቓሳት እሳተ ጎመራን ብሙቖት ጂኦተርማልን እትፍለጥ ሰፈር'ያ። ኣብዚ ቦታ መግቢ ኣብ ድስቲ ተዓሺጉ ብሓመድ ተቐቢሩ ተፈጥሮኣዊ ናይ መሬት ሙቐት ከም ዝበስል እውን ይግበር እዩ። ብመሰረት ኣብ ክልተ ሽሕን ዒስራን ሓደን ዓመተ ምህረት ዝወጸ ጸብጻብ ቆጸራ ህዝቢ፣ ደሴታት ኣዞሪስ ኣስታት ክልተ ሚእትን ሰላሳን ሽዱሽተን ሽሕ ነበርቲ ኣለዎ። እዘን ደሴታት ካብቲ ቀንዲ መሬት ኤውሮጳ ኣዝየን ርሒቐን ብምህላወን፣ ብሰንኪ ሕጽረት ናይ ስራሕ ዕድልን ብዙሓት ሰባት ነዘን ውቁባት ደሴታት ገዲፎም ናብ ኣሜሪካ፣ ካናዳ ወይ ድማ ናብቲ ቀንዲ መሬት ፖርቱጋል ከም ዝስደዱ ይገብሮም። ይኹን እምበር መብዛሕትኦም ምስ ደሴታቶም ዘለዎም ስምዒታዊ ዝምድና ዘይብተኽ ብምዃኑ ነቲ ሰፊሕ መሬታ፣ ንጹህ ኣየራ፣ ዝተረጋግኤ ስልቲ ኣነባብራን ዘይርሳዕ ማሕበራዊ ህይወታን ብምንፋቕ መሊሶም ናብ ደሴቶም ይመጹ። ካብ ናብ መሬት ፖርቱጋል ናብ ኣህጉር ኣፍሪቃ እትቐርብ ውሩይ ተጻዋታይ ኩዕሶ እግሪ ዓለምና ክርስትያኖ ሮናልዶ ዝተወልደላ ማዴራ ድማ ካብ ኣፍሪቃዊት ሃገረ ሞሮኮ ኣስታት ሓሙሽተ ሚእቲ ካብ ቀንዲ መሬት ፖርቱጋል ግን ሽሕ ኪሎ ሜተር ርሒቓ እትርከብ ደሴት እያ። ኣርባዕተ ዝተፈላለያ ደሴታትን ልዕሊ ክልተ ሚእትን ሓምሳን ሽሕ ነበርትን ዘለዋ ማዴራ መርከበኛታት እዮም ንፈለማ ግዜ ረኺቦማ። ብዕሙር ጫካ ተሸፊና ብምንባራ ድማ ማዴራ ወይ ድማ ብዕንጨይቲ ዝቖመት ደሴት ዝብል ስም ኣጠመቕዋ። ናብዛ ዓመት ምሉእ ጸሓይ ዘይፍለያ ደሴት ማዴራ ኣብ እትመጽኣሉ ግዜ፣ ቀዳማይ ዝቕበለካ መዕርፎ ነፈርቲ ክርስትያኖ ሮናልዶ'ዩ። እዚ መዕርፎ ነፈርቲ ግን ብሰንኪ'ቲ ቀጻሊ ዝረኣዮ ኣጸጋሚ ንፋስን ኣኻውሕ ዝበዝሖ ቅርጺ መሬቱን ኣብ ዓለምና ካብ ዘለዉ ንኽትዓርፈሎም ኣጸገምቲ ካብ ዝበሃሉ መዕርፎ ነፈርትታት ሓደ'ዩ። ኣብ ናይ ማዴራ ጻንሖትካ ኣብ ዝኸድካዮ ክፋል'ታ ደሴት ክትሪኦም እትኽእል ቀጠንቲ ናይ ማይ ካናለታት ኣለዎ። ሌቫዳስ ዝበሃሉ ኮይኖም ልዕሊ ክልተ ሽሕ ኪሎ ሜተር ንውሓትን ከባቢ ሓሙሽተ ሚእቲ ዓመታት ዘቑጸረ ታሪኽን ድማ ኣለዎም። ነታ ካብ ሰሜናዊ ክፋል እታ ደሴት ዝፈስስ ማይ ናብቲ ኣብ ደቡባዊ ክፋል ዝርከብ ደረቕ ቦታ ምብጻሕ ድማ ቀንዲ ዕላማ እዞም ካናለታት እዩ። ሎሚ ድማ እግሪ ጉዕዞ ምክያድ ዝፈትዉ ዓለም ለኻውያን በጻሕቲ ናብ ማዴራ ምስ ዝመጽኡ ብቐዳምነት ካብ ዝመርጽዎም ስፍራታት እዮም። ፉንቻል ኣርብዓ ሚእታዊት ዝግመቱ ነበርቲ እታ ደሴት ዝነብሩላ ርእሰ ከተማ ማዴራ እያ። ኣብ ዓሰርተ ትሽዓተ ክፍለ ዘመን ነበርቲ እታ ደሴት ካብ ኩርባታት ሞንቴ ናብ ከተማ ፉንቻል ብፍጥነት ንምውራድ ዝጥቀሙሉ ዝነበሩ ሞንቴ ቶቦጋን ዝተሰምየ ክሳብ ሎሚ በጻሕቲ ኣብ ዓበይቲ ካብ ዕንጨይቲ ዝተሰርሑ ዘንቢላት ኮፍ ብምባል ንከባቢ ክልተ ኪሎ ሜተር ዝንሸራተቱሉ ኣብ ደሴት ማዴራ ጥራይ ዝርከብ ኣዝዩ ልዑል ባህታ ዝፈጥር ምንጪ መዘናግዒ እዩ። ክቡራት ተኸታተልቲ መስትያት ዓለም፣ ንሎሚ ዘዳለናዮ ንሃገረ ፖርቱጋል ዝድስስ ትሕዝቶ እዚ ዝተኸታተልኩሞ እዩ ነይሩ። ኣብ ቀጻሊ ብዝተፈልየ መደብ ክሳብ እንመጽኣኩም ሰላም ቅነ።